ስለዚ ኣይናብቲ ኣይናብቲ ኣብ ሓዲግ ዝወደቕና ኤርትራውያን እዮ ልዕሊ ሸውዓተ ሽሕ ሸውዓተ ሽሕ ኢሎምዶ ልዕሊ ሸውዓተ ሽሕ ዝኾን ህዝቢ ኣሎ ዘይተዋሃበ ጢመት ተሳቐና ቆልዕና ብጢመት ዝሞቱና ክንደይ ጸገም ንረክብ ኣብ ትግራይ ዘለና ምንም ንሕና ዝያዳ ዝሞትና ሰባትና ዘይተቐበርና ኮይና እምበር ምውታትና ከም ዓቀብ እዩ ዘለና ኩለና እዞም ኤርትራውያን ኣብ ትግራይ ዘለና ሎሚ ኤርትራዊ ከም ስደተኛ እውን ዝተቐበሎ ሰብ የለን ከም ሓቂ እቲ ሕጊ እቲ ወረቐት ኣሎ እቲ ወረቐት እኳ ኣይተሓደሰን ትምህርቲ ዘምህረና ነገር የለን ጥራዝ ዝበሃል ኣይወሃበናን

ስለዚ እቲ ቁጽሪ በቢ መዓልቱ እኳ ይመጽእ እንተሀልዩ ኣብ ኢድና ከሳብ ሕጂ ኣትዩ ዘሎ ኣብዚ ዘሎ ስደተንያ ልዕሊ ሸውዓተ ሽሕ በጺሑ ኣሎ ማለት እዩ። እዚ ስደተንያ እዚ ከ ከመይ እዩ ዝነብር ተበቲኑ ናይ ግዘ ክራይ ይኹን ናይ ዝኾነ ክኸፍል ኣቕሚ ስለ ዘየለ ፈቐዶ ጣብያታት ፈቐዶ ወረዳታት ምስቲ ሕብረተሰብ ተጸጊዑ እስከ ትንፋስ ዝረኽበላ መዔንገሊ ዶ ትህሉ ይኸውን ኢሉ ምስኡ ተጸጊዑ ዝነብር እዩ። ስለዚ እቲ ኣብ ዳባት ዘሎ ተመሳሳሊ ቋንቋ ስለዘየለ ኣብቲ ከባቢ እውን ውሑስ ዝኾነ ፕሮቴክሽን ወይ ናይ ፀጥታ ውሑስ ዝኾነ ስለዘይተረኽበ ብዙሕ ሽግራት ኣጋጢምዎም ደገና ናብ ትግራይ ተመሊሶም ማለት እዩ። እቲ ስደተንያ ገሊኡ ኣብ ቤተ ክርስቲያን ተጸጊዑ እናለመነ ዝሓድር ኣሎ። ገሊአን ደቂ ኣንስትዮ ኸኣ ዝገብረ ምስ ጨነቐን ከኣ ምስ ነፍሰ ዝሓድር ኣሎ ማለት እዩ።
መምህር ጸጋይ ይበሃል ገዳም ትበሃል ትካል ኣለሃኒ ይውሓድ ይብዛሕ ምስ ኣሕዋትና ኣብ ደገ ዘለዉ ተጋሩን ኤርትራውያን ብምዃን ናብቲ ዝዓረቐ ናብቲ ዝጠመየ ናብቲ ዝሓመመ ናብቲ ተስፋ ዝቆረፀ ወይ ከዓ ናብቲ ክሕገዝ ዝግበኦ ሰብ እንዳበሉ ዝልእኹና ኣሕዋትና ናታቶም ስንቂ ሒዝና ላዕልን ታሕትን እንብል ኣሕዋትኩም ዝነኣስኩም ኣሕዋትኩም ዝዓበኹም ካዓ ደቅኹም ኢና ንሕና እና ናብዚ መፅየ ዘለኹ ንመጀመርታ ግዝየ እየ ብሓባር ብእኩብኩም ኣብ ሽረ ዘለና ኤርትራውያን ኣለና እሞ ዝሓወይ እንተኽኢልካ ቅድሚ ኣውደኣመት ንክልተ ሰለስተ ኣቦታት ኣዶታት ብፅሓልና ኢሉኒ ነይሩ ሓደ ሓወይ ክሳኽዐለይ ከኣለን በትሻዊ ሰዓት ምስቲ ናይ ሻወ ናይ ነዳድን ካሊእማሊእን ዝነበረ ፋብሪካ ሕርጭ ፋብሪካ ሞኪረ ኣርባዕቲኦም ስልኪ ሂቡኒ ንኣርባዕቲኦም ሞኪረ ክሳኸዐለይ ኣይከኣለን ንሻዉ ቅድሚ ኣውድኣመት ንምብጻሕ ማለት እዩ ድሒሩ ከዓ እስኪ ድሓን ምስ ፍቃድ ኣምላኽ ካሊእ መዓልቲ ክንራኻብ ኢና ተባሂልና ምስ ሳምሶን ተደዋዊልና ሎማዕንቲ ንክረኽበኩም ተገይሩና ኣብዚ ዘለኹም ኣቦታተይ ኣደታተይ ኣሓተይ ወገናተይ ምናልባት ኣብዚ ኣውቂዕና ወይ ክዓ ኣብዚ ኣውዲቕና ዘሎ ትፈልጥዎ ትኾኑ ግዜ እዩ ዕጫ ኣይኮነን ግዜ ስለ ዝኾነ መረብኡ ሓዲጉ ዝወፅእ ሰብ ፈትዩ ኣይኮነን ወለዱ ሓዲጉ ዝወፅእ ሰብ ፈትዩ ኣይኮነን እንታይ ደኣ ግዜ ይቃለሰካ እሞ ግዜ እንተውድቐካ ተሎ ክዓ ኣብቲ ግዜ ዝወድቆ ሰዓት ትወድቅ ይርደኣኒ ኢዩ ካባካትኩም ሓደ መንእሰይ ተውጽኤስ እቲ ኣብ ዓዲ እንግሊዝ ድዩ ዓዲ ኤሜሪካ ዘሎ ሓውኩም ወይ ሓፍትኩም ከምኡ ኮይኑ ንክረድእ ኢዩ ዝወጽእ እንተስ ብባሕሪ እንተስ ብቃላይ እንተስ ብዓሳ እንተስ ብበረካ እንተስ ብሰሃራ ብዝኮነ ኹን መልክዕ ሂወት እንዳከፈለ ኣብኡ ዝበጸሐ ሰብ ሕዚ ከኣ ነቲ ኣብ መከራን ኣብ ስቃይን ዘሎ ዝሓለፍክዎ ስለ ዝፈልጥ ነታ ዝተጨነቀት ኣደይ ኣቦይ ትግራወይቲ ትኹን ኤርትራዊት ሰብ ዝኾነ ሰብ ኣብ ፀገም ዘሎ ብፅሕሉ ኢሎም ዝልእኹና ስለ ዘለዉ እዩ ንእሽተይ ውሕብቶ ወይ ከዓ ንእሽተይ ትሕዝቶ ንእሽተይ ስንቂ ናቶም ሒዝና ናብዚ መፂና ዘለና ንዓኹም ክረክብ ተለኹ በቲ ሓደ ወገን ብጣዕሚ እንዳሓዘንኩ ብጣዕሚ እንዳሓዘንኩ ካብ ገዛኹም ክትወፅ ተለኹም ኣብ ሓደ ማእኸል ኣብ ሓደ ኣብ ሓደ መእከቢ ኮንኩም ይውሓድ ይብዛሕ ርሻን ዝወሃበኩም ዝነበረ ሳሙና እኳ እታ ፅሪቲ ሳሙና ትረኽቡላ ዝነበረት ግዜ ነይራ ተቐድም ንፈልጣ ኣይኮነን ንባዕልኹም ንጎረቤትኩም ዘሎ ትግራዋውናይስ ትብዎ ይፈልጥ ነይረ ሎሚ ኣይ ንስኹም ተጠዊርኩም ኣይ ንስኹም ተሓጒስኩም ኣይታ ትግራይ ትሪእዋ ዘለኹም ተሓጒሳ ኣብ ስቓይ ዝወደቕና ሰባት ኮይንና ወለደይ ኣሕዋተይ ወገናተይ ብጣዕሚ ዘሕርቕ ኩነታት ኮይኑ እታ ፅርይቲ ማይ ንምርካብ ወይ ከዓ እታ ሳሙና መፅረይት ንምርካብ ተፀገምናሉ ግዜ ኮይኑ መን ይድገፍ መን ይድግፍ ዝተጨነቐሉ ግዜ ስለ ዝኾነ በቲ ሓደ ወገን ረኺበ ናይቶም ኣሕዋተይ መልእኽቲ ኤርትራዊ ሓወይ ማሓፍተይ ወይ ንእሽተይ ሓወይ ወይ ንእሽተይ ወይ ዓብዪ ሓወይ ወይ ኣደይ ወይ ኣቦይ ዝልእኸኒ ካብ ዝነኣሰ ክሳዕ ዝዓበየ ማለት እዩ። ኣይ ኤርትራውያን ኣለና ከምዚ ኢልና ምስ በልኹምኒ ክረኽበኩም ዝተጨነቕኩሉ ይፈልጥ። በቲ ሓደ ወገን ንእሽተይ ናታቶም መልእኽቲ ንኸብጽሕ እምበር ንዓኻትኩም ንኽረክብ'ሞ ክሕጎስ ኢለ ኣይኮንኩን። እንታይ ደኣ ንሳቶም ሓዎም እቲ ዝርእይዎ ሓዎም ዝሕግዝዎ ዝነበሩ ትግራዋይ ኤርትራዊ ተባሂሉ ከዓ ክርእይዎ ተለዉ ንኹሉ ማዕረ ክሕግዙለይ ስለ ዝርእዮም ማለት እዩ እና ዘረባ ከየንውሓልኩም ግዜ ክሳዕ ዝፈረደልና ግዜ ክሳዕ ራህዋ ዘምጸልና ከዓ ብትዕግስቲ ንጽበዮ ንኸውን። ዋጋ እንዳኸፈልና እቲ ሓደ ብጥምየት ይመውት እቲ ሓደ ብዕርቃን ተስፋ ይቆርጽ ብዙሕ ነገር እንዳኾንና ኢና ዘለና እሞ እቲ ናይ ልብኹም ሓሳብ ካብዚ ናብራ እዚ ተለዊጥኩም ካሊእ ናብራ ሒዝኩም ሰብ ንምሕጋዝ ኢኹም እሞ ናብኡ ከብቅዐና ንኹልና ከብቅዐኩም ፍቓድ ኣምላኽ ይኹን እቶም ዝተወለዱ ህፃውንቲ ዓብዮም ዘለኹም ዓበይቲ ወለድና ከዓ ብጸሎት ነቲ ብደገ ዘለኹን ነቲ ብውሽጢ ዘለኹን ኣብ ጸሎትኩም ዘክርዎ ምናልባት ግዜ ሰላም ኮይኑ መራባ ገዛና ንረግጸሉ ግዜ ክህሉ ይኸውን ናይ ንፋስ ሰላም ንሰምዕ ንርኢ ሙሉእ ሰላም ክኾነልና ካዓ ንፅበዮ ንሕና ከም ሰባት እዮም ዝሕግዙልና እዞም ኣሕዋትና ብዓሌት ኣይኮነን ብሃይማኖት ኣይኮነን ሰብ ወዲ ሰብ ይተሓገዝ ኢሎም ስለ ዝልእኹ እዮም እሞ ካብዚ ናይዚ ምድሪ ተስፋ ናይ ሰማይ ተስፋ ስለ ዝልኻቑ እዮም እቶም ዝሕግዙና ዘለው ፀሓይ ከይኾነኩም ሚእትን ሓምሳን ሰብ ኢና ልምዓንቲ ፀዊዕና ሚእትን ሓምሳን ሰብ ክንፅውዕ ተለና ብድሕሪት ልዕሊ ሸውዓተ ሽሕ እስትንፋስ ከም ዘሎ ይሕብሩኒ ኣለው እዞም ኣሕዋተይ ንባዕለይ ሃፊረ ሚእትን ሓምሳን ሰብ ንክሕግዝስ ሸውዓተ ሽሕ ብድሕሪት ኣሎ እንተኢሉካስ እንታይ ዓይነት ዓቅሚ ኢካ ሒዝካ መጺካ ትብል ያው ኮይኑ ተሪፉ ተሓገዝ ካብቲ ሓደ ሓሙሽተ ካብቲ ሓደ ዓሰርተ ስለ ነምጽኦ ናይ ዕስራ ሰብ ኢየ ሒዘ መጺ ሓገዝታ ዝነግረኩም እቲ ሓደ ሚእቲ ዶላር ኢለካ እቲ ሓሙሽተ ዶላር ኢለካ ኩለን ጠርኒፍና ናብ ሓደ ኣኪብና ንዝተወሰነ ሰባት ንምኳን ኢና ኣምጺናየን እሞ ምናልባት እቲ ብድሕሪት ዘሎ ማሕበረሰብ ዘይተሓገዘ እቲ ናብዚ መጺኡ ዘሎ ክዓ ቅድሚኣ ዝመጸ ነቲ ብድሕሪት ዘሎ መልእኽቲ ካባኻትኩም መልእኽቲ ሒዘ ኸይድ እሞ ጽባሕ ንግሆ ክሳዕ እቲ ዝወግሕ ኽንተሓጋገዝ ግዴታና ስለ ዝዀነ ኢና ኸምዚ ክንገብር ንዓኣቶም ጽኒዕ እርግጾም ኣብዚኣ ዘለኹም ሚእትን ሓምሳን ሰብ ኣብ ሓሙሽተ ጉጅለ ትምቀሉ እሞ ቅድሚ ሕዝስ ቕርሺ እኳ ሂብና ንኸድ ኔርና ብደረቕ ሎሚ ትሪእዋ ኣለኹም ቅርሺ ሃሊናውን ነታ ቕርሺ ኣውጺእና ምብላዕ እተጨነቕናላን ዝሰኣንናላን ግዜ ዀይናሃና ስለዚ ናብ ሓሙሽተ ግሩፕ ትኽፈሉ እሞ ኣበባ ትበሃል ሓፍተይ ካብ ሆላንድ ኤርትራዊት እያ ንሳ ዓሰርተ ሸውዓተ ሽሕ ተበርህ እትበሃል ሓፍተይ እውን ከምኡ እያ፣ ዕስራ ሽሕን ሰለስተ ሚእትን። ብርቱኳን እትበሃል ሓፍተይ እውን ኣይ ወለተ ምካኤል ወይ ከዓ ወለተ ትንሳኤ እያ ትበሃል፣ ካብ ስፔን እያ፣ ዓሰርተ ሰለስተ ሽሕን ሰለስተ ሚእትን ሓምሳን። ኣማኑኤል በየነ ይበሃል ዝሓወይ፣ ዕስራ ሽሕ ቅርሺ፣ ብሽም ድንግል ማርያም ብሽም መድሃኒኣለም ብሽም ድንግል ማርያም ብሽም መድሃኒኣም ኪዳነ ምህረት ዓሰርተ ሸሞንተ ሽሕን ሓደ ሚእትን ሰማንያን ሓንቲ ሓፍተይ እያ፣ ደስታ ወይ ከዓ ኣቦይ ደስታ ይበሃሉ ወላዲየይ፣ ኣርብዓን ሸውዓተ ኣይ ሚን ዕስራን ሸውዓተ ሽሕን ሽዱሽተ ሚእትን። ኣባ እትበሃል ሓፍተይ ካብ ዓዲ ኣመሪካ እያ፣ ኣባ ፍሎሪዳ፣ ዓሰርተ ሸውዓተ ሽሕን ኣርባዕተ ሚእትን። ካሕሳ ትባሃል ሓፍተይ ካብ ብርሃነ በርሀ እዩ ካብ ቦስተን ብካሕሳ ቢል ዝተላእከለኒ ማለት እዩ ኣብ ኣክሱም መፅያ እያ ዝሃበትኒ ዝሓፍተይ እዚኣ ብኣካል ዓሰርተ ሸሞንተ ሽሕ ቅርሺ ግርማይ ኣበበ ይበሃል ዝሓወይ ብሽሙ ኣውን ተክለ ኢልካ ሃበለይ ዝበለኒ ኤርትራዊ ሓወይ እዩ እዚውን ናይ ትሽዓተ ሽሕን ሓሙሽተ ሚእትን ለምለም እትበሃል ሓፍተይ ብሽም መድሃኒኣለም ኢልካ ሃበልና ኢለን ናይ ማሕበረይ ወይ ከዓ ናይ መሓዙት ይሰደዳለይ ሰብዓ ሽሕን ትሽዓተ ሚእትን ሰማንያን ሸሞንተን ሓንቲ ሓፍተይ ከዓ ብሽም መድሃኒኣለም ኢልካ ሃበለይ ዝበለትኒ ዘባኣባን ደመና ኣርባዓን ሓሙሽተን ሽሕ ቀሺ ሃዋዝ ይበሃል ወላድየ ካብ ፈረንሳ እዮም ናይ ንስሃ ደቀይ ዝሃውኒ እዩ እና እቶም ንስሃ ደቀይ ከዓ ሓደን ክልተን ኣሰባሲቦም ዝሃውኒ እሞ ነቶም ኣብ ትግራይ ዘለዉ ወገናተይ ይኹነለይ ኢሎም ዝሰደድዎ እዩ ዕስራን ትሽዓተ ሽሕን ሓሙሽተ ሚእትን በባት ንሶም ኣቢሎም ዝለኣኹለይ እንዳ ኣባ መንግስቲ ኣብ ቤተሰብ እዮም ኤርትራውያን እዮም እተን ወላዲት ትግራወይቲ እየን እቶም ወላዲ ኤርትራዊ እዮም እቶም ደቀም ካዓ ተጋሩን ኤርትራውያንን እዮም ማኣት እዩ እና ነዞም ኣሕዋትና ነዞም ወገናትና ኣብ ትግራይ ንዘለው ነቲ ይኹን ነቲ ይኹን ብዘየገድስ ኣብ ፀገም ንዘወደቀ ሓውና ሓፍትና ሓገዝ ይኹነልና ኢሎም ዝለኣኹለይ ቤተሰብ እንዳ ባባ መንግስተኣብ ብሽም መድሃኒኣለም ብሽም ኣነ መቃርዮሽ ብስም ድንግል ማርያም ብሽም ኣቡነ እንድርያስ ሰብዓ ሽሕ ቅርሺ ሓወይ ኣኪለ ዝባሃል ውናይ ብሽም መድሃኒኣለም ዕስራን ክልተን ሽሕን ሓሙሽተ ሚእትን ኢዮስያስ ይባሃል ሓወይ ኢዮስያስ ኤልያስ ዓሰርተ ትሽዓተ ሽሕ ኣበባ መስፍን ትባሃል ሰላሳን ሰለስተን ሽሕ ናጽነት ትባሃል ሓፍተይ ዕስራን ሸሞንተ ሽሕ ሓሙሽተ ሚእትን ግደይ ፀሓይ ትባሃል ሓፍተይ ወይ ከዓ ሓወይ ዓሰርተ ሸሞንተ ሽሕ ሓደ ሚእቲ ሰማንያ ሓደን ንኹሉ ብዓቕሊ ወይ ከዓ ብሽም ቅዱስ ሚካኤል ብሽም ቅዱስ ገብርኤል ዝለኣኸትለይ ዕስራን ክልተ ሽሕን ክልተ ሚእቲ ዕስራን ትዕግስቲ ትባሃል ሓፍተይ ዓሰርተ ሸሞንተ ሽሕ ሰለስተ ሚእትን ሂወት እትበሃል ሓፍተይ ምስ በዓል ገዛይን ምስ ደቀይን ኣብ ጸሎትኩም ዘክሩኒ ሕሰዉኒ ዝበለትና ሓፍትና ዕስራን ክልተ ሽሕን ሸሞንተ ሚእትን ኣርብዓን ሰለስተን ብድምር ሓሙሽተ ሚእትን ሰላሳን ትሽዓተን ሽሕ ኣርባዕተ ሚእትን ሓምሳን ሽሕን ሓደ ሚእትን ቅርሺ ኣብዚ ንዘለኹም ኣቦታተይ ኣደታተይ በቢ ሰለስተ ሽሕ ቅርሺ ክንበኩምና ካልኦት ኣሕዋትና ውን ስለ ዘለዉና ንእግረ መንገድና ክንመጽሰልና ነት ካብ ማይ ጸብሪ ድያ ጸለምቲ እታ ሕዚ ዘላቶ ኩነታት ካብኡ ዝመጹ ሰባት ውን ስለ ዘለዋ ተንተረፍ ንዓኣቶም ኣካፊልና ኣብዚ ኣነ ዘለኹም ኣሕዋተይ ኣርባዕተ ሚእትን ሓምሳን ሽሕ ንሚእትን ሓምሳን ሰብ በቢ ሰለስተ ሽሕ ቅርሺ እየ ናብ ሓሳብኩም ኣታዊ ክገብረልኩም እሞ ዘም ዘንበብኩልኩም ኩሎም በዚ መንገዲ እዚ ዝኸዱ ተሓደ ብባሕር ተሓደ ብቃላይ ተሓደ ብጭንቂ ተሓደ ብሞት ተሓደ ብህይወት ዝኸዱ እዮም እሞ ንዓኣቶም ኣብ ጸሎቶም ክዝክርዎም እታ ናይ ሎሚ ግዜ ከዓ ትርእይዋ ኣለኹም እስራኤል እቶ ኣሜሪካ ኣቶ ኩላ ድብልቕልቓ ዝወጻት ዓለም ኢና ዘለና ኩልና ብጸሎት ክንተሓሳሰብ ናይ ፈጣሪ ፍቓድ ይኹን እዚ ክገብር ተለኹ ተሓጒሰ ልበይ ደረተይ ነፊሐ ኣይኮንኩን ዝገብር ዘለኹ ብጣዕሚ ትሕት ኢለ እየ ዘውግዐኩም እንዳተሰከፍኩ ዝግበኣኩም እኳ ተዘይኮነ ንሓንቲ ኣደ ግን ተስፋ ትኾና እያ ነዛ ልዓልቲ እዚኣ ብማሊ መወለደይ ቕሬታ ግዜ ወሲደልኩም ነዘም ዝሓገዙ ወፊርኩም እተዎ ክትብሉልና ካብኡ ከዓ ምስ ዘሎ ማሕበረሰብኩም ኣጋናዚብኩም ክልተ ወገን ክልተ ወለዲ መልእኽትኹም ተሕልፉለይ ክገብር ተረፈ ናፍታ ጉጅለኹም ኣቲኹም ከምኣ ክንገብር ማለት እዩ ወዲኤ ኣለኹ የቐንየለይ ተሰላም የራኸበና ሕብረት ይሃበለይ እሞ ክልተ ተሃሊኹም ልና ምክንያቱ ቀዳምነት ንስኻ ንፈልጠካ ኣና ኣብ ዝኾነ ሚዲያታት ብዝኾነ ፅጉማት ትሕተግዝ ስለዚ ዝበዝሕ ሰብ እንታይ ይብለካ ሃወርያ ድኻታት እዩ ዝብለካ ብሓቂ ሃወርያ ድኻታት ይብለካ ሰብ ካብቶም ዝሃቡ ውን ዝበለጽካ እስኻ እኻ ምክንያቱ ኣብ ዝኾነ ቦታ ኣብ ዝኾነ ኣነ መቸም ብዙሕ ዝርእየካ እሞ ኩሉ ሰብ ይፈልጠካ እዩ ሓድሽ ነገር ኣይኮነን ስለዚ ግብርኻ ብጣዕሚ ብጣዕሚ ብጣዕሚ ከም ሃዋርያት እምበር ከምቶም ሕጂ ዘለና ሰባት ኣይኮነን ኣብዚ እዋን እዚ ብጣዕሚ ከም ዝበልካዮ እውን ሕማቕ እዋንና ዘለና ካልእ ናብቶም ዝሃቡና ሰባት ክንኣቱ ክብሪ ይሃቦም ሎሚ ከም ዝበልካዮ እስራኤል ኩናት ኣለዎ ኩሉ ዓለም ኩናት ኣለዎ ንሕና ብሓቂ ሽዱሽተ ዓመት ስደተኛታት ንኣብነት ኣነ ዓሰርተ ሸሞንተ ዓመት ገረ ኣለኹ ካልኦት ካዓ ካብኡ ዝበዝሕ ኣሎ ማለት እዩ መንግስቲ ኢትዮጵያ ተቀቢሉና መጀመርያ እዋን ንዘበዝሕ እዋናት ፅቡቅ ተቀቢልና ፅቡቅ ኣተኣናጊዱና ኣብዚ እዋን እዚ ግን ሽዱሽተ ዓመት ዳርጋ ክበሃ ዝኽእል ጠሊምና እዩ ማለት እዩ ማሕበረሰብ ዓለም ጠሊምና ንሕና ጻዕዳ ኢና ንክደን ከም ሓቂ ከም ዓድና እዚ ከም ባህሊ ዝፀፅናሕናዮ እዩ ጢመት ከብድና ግን ከምቲ ዝበሃል ከብድኻ ሓምል ምልኣዮ ክዳንካ ወደቦ ይርኣዮ ዝበሃል ምስል ኣሎ ከምኡ እንተዘይኮይኑ እምበር ብጢመት ተሳቀና ቆልዕና ብጢመት ዝሞቱና ክንደይ ጸገም ንረክብ ኣብ ትግራይ ዘለና ምንም በቲ ፍቅሪ ናይቶም ተጋሩ እዮም ተባሂሉ መንግስቲ ኢትዮጵያ ንዓና ከም ዘይረገሩና ኣብዚ እውን ዝቁልሕ ዝብለና የለን ንባዕልቶም እውን ኣብ ጸገም ኣለዉ ተጋሩ ከም ሓቂ ኣሕዋትና ተጋሩ ጸገም ኣለዎም ጸገሞም ኣምላኽ ይቐንጠሎም ናቶም እንተቐንጥሎም ከዓ ናህና እውን ክቕንጠልና ምዃኑ ስለ ንፈልጥ ማለት እዩ ስለዚ ንኩሉ ጸጊምዎ ምዃኑ ንፈልጥና ንኩልና ግን ንኩልና ንህዝቢ ኤርትራ ይኩን ህዝቢ ትግራይ ይኩን ኣብ ዓለም ዘሎ ይኩን ኣብ ኩሉ ራህዋ ምሕረት ጸጋ የውርደሉ እግዚኣብሄር ኣምላክ ካብ ኣምላክ እዩ እቲ ቀንዲ ጸሎትና ስለዚ እቶም ኣሕዋትና ዝሰደድኩምልና ዝዘበንኩምና ብሓቂ ክብረት ይሃብኩም ክብረት ይሃበልና ዕድመ ይሃብኩም እግዚኣብሄር ይባርክኩም ንዘለኣለም ቀወምቲ ይኹን ብደቅኹም ተሓጎሱ ግን እዚ ኢለ ከብቅዕ ከለኹ ንቐጻሊ እውን ሓግዙና ምክንያቱ ንሕና ዝያዳ ዝሞትና ሰባት ኢና ዘይተቐበርና ኮይና እምበር ምውታት ኢና ሓቀብ ዘለና ኩልና እዞም ኤርትራውያን ኣብ ትግራይ ዘለና ዋላ ኣብ ኢትዮጵያ ዘለና እውን ክብል ይኽእል እየ ከም ሓቂ ሎሚ ኤርትራዊ ከም ስደተኛ ውን ዝተቀበሎ ሰብ የለን ከም ሓቂ እቲ ሕጊ እቲ ወረቀት ኣሎ እቲ ወረቀት እኳ ኣይተሓደሰን ሓሊፍዎ ሸሞንተ ዓመት ትሽዓተ ዓመት ገሮ ኣሎ ማለት እዩ ኣብ ባንኪ ከድና ውን እኳ ከነውጽእ ዘይንኽእለሉ ደረጃ በጺሕና ኣለና ማለት እዩ እቲ ጉዳይና ከይሳለጥ ውን ደው ኢልና ኣለና ስለዚ ኣይናብቲ ኣይናብቲ ኣብ ሓዲግ ዝወደቕና ኤርትራውያን ኣብዚ ብበዝሒ ስለ ዘለና ንቐጻሊ መምህር ጸጋይ ውን ከምቲ ትገብሮ ኩሉ ግዜ ነቶም ዝምልከቶም ኣካላት ኣራዳዲእኻ ክወሃበና ህጁም ከም ዝበልካዮ ልዕሊ ሸውዓተ ሽሕ ሸውዓተ ሽሕ ኢሎም ልዕሊ ሸውዓተ ሽሕ ዝኾን ህዝቢ ኣሎ ዘይተዋሃበ ንሕና ሚእትን ሓምሳን ተዋሂብና ማለት ተሓጒስና ማለት ኣይኮነን ዋላ እኳ እቲ ናትኩም ህያብን እቲ ናትካ ስራሕን ዘሐጉስ እንተኾነ እቲኦም ስለ ዘይበልዑ ንሕና ንበይንና እንተበሊዕና ዋላ ሓንቲ ለይቲ ተደሪርና ሕጉሳት ክንኮን ኣይንኽእልን ንሶም ስለ ዘይበልዑ ንሶም ኣብ ጢመት ስለ ዘለዉ ኣብ ስቓይ ስለ ዘለዉ ኣብ ሞት ስለ ዘለዉ ስለዚ ሕሰብ እሞ እቶም ተጋሩ እውን ፀገም ኣለዎም እቶም ኣሕዋትና ተጋሩ ግን ኣብ ዓዶም ኣለዉ እሶም ንሕና ግን ኣብ ዓድና ኣይኮንና ዘለና ከም ሓቂ ወፂእና ኣለና ዓድና ዓሰርተ ሸሞንተ ዓመት ዕስራ ዓመት ዕስራን ገለን ዓመት ዝገደፍናዮ ዓዲ ኣብ ፀገም ስለ ዘለና ፀገምና ርኢኹም ከምዚ ዝዘበንኩምና ይዘበንኩም እግዚኣብሄር ኣምላኽ ንዓኻ ከዓ ከም ዝበልናዮ ናይ ድኻታት ሃዋርያኻ ኩሉ ግዜ ኩሉ ሰብ እዩ ዘመስግነካ ንእሽተይ ይኹን ሰብኣይ ይኹን ሰበይቲ ይኹን ኩሉ እዩ ዘመስግነካ ብጣዕሚ ቀጽሎ ኣብዚ እዋን እዚ ከማኻ ዝበሉ ክርከቡ ውሑዳት በርቂ በርቂ እዩ በቃ ከም ስርዓት ከማኻ ዝበሉ ክርከቡ ኣነ ብጣዕሚ እየ ተሓጒሰ ኣብ ካልእ ይርእየካ ስለ ዝነበርኩ ሎሚ ንስኻ ትበና ኢለ ሓሲበ ይፈልጥን ኣይሓሰብኩን ግን ቀጽሎ ሕጂ ከም ዘለና ፍለጥ ንቐጻሊ ብናይ ሕጂ ጥራሕ ዘይኮነ ንቐጻሊ ንሕና በልዕና ክንሓድር እሞ ቁሩብ እስትንፋስ ክንረክብ ሳብታ እግዚኣብሔር ዝወስደና ዕድመና ክንጸልሕ መንእሰያት ቆልዑ ከይተረፉ እዮም ዝኸዱና ዘለኹም ሓቂ ትምህርቲ ዘምህረና ነገር የለን ጥራዝ ዝበሃል ኣይወሃበናን ቆልዑ ባዕልና ካብ እቶም ጎረባብትና ገዛውቲ እዮም ዝብና እቶም ተጋሩ እግዚኣብሔር ይሃቦም ሳለኦምና ዘለና ስለዚ ክብረት ይሃበልና ክብረት ይሃብኩም ይኣኽለኒ ይቐንየልና ሎሚ መዓልቲ ንዚ ኣብዚ ዘሎ ኤርትራዊ ክንርእዮ ኣለና ክንሕግዞ ኣለና ኢልኩም ካብ ርሑቕ ተጓዒዝክም ኣብዚ ብምምጻእክም ክነመስግነክም ንፈቱ። ሓፈሻዊ እቲ ህሉው ኩነታት እቲ ውሑድ ስደተንያ እንብሎ ብቑጽሪ እቲ መዓስከራት ምስ ተፈናቐለ ናብ ትግራይ ዝተረፈ እዩ። እቲ ዝበዝሐ ግን እቲ ኣብ ዳባት ዝበጽሖ ናይ ቅትለት ዘይውሑስ ናይ ፕሮቴክሽን ሽግር ምስ ኣጋጠመ'ዩ ኣብዚ መጺኡ ማለት እዩ። ስለዚ እቲ ቁጽሪ በቢ መዓልቱ እኳ ይመጽእ እንተሃልዩ ኣብ ኢድና ክሳብ ሕጂ ኣትዩ ዘሎ ኣብዚ ዘሎ ስደተንያ ልዕሊ ሸውዓተ ሽሕ በጺሑ ኣሎ ማለት እዩ። እዚ ስደተንያ እዚ ከ ከመይ እዩ ዝነብር ተበቲኑ ናይ ግዘ ክራይ ይኹን ናይ ዝኾነ ክኸፍል ኣቕሚ ስለ ዘየለ ፈቐዶ ጣብያታት ፈቐዶ ወረዳታት ምስቲ ሕብረተሰብ ተጸጊዑ እስከ ትንፋስ ዝረኽበላ መዔንገሊ ዶ ትህሉ ይኸውን ኢሉ ምስኡ ተጸጊዑ ዝነብር እዩ። ምኽንያትሲ እቲ ጽቡቕ ነገር ኣብ ሓደ ዓዲ ተመሳሳሊ ቋንቋ እንድሕር ዝዛረቡኻ እንተ ሃልዮም በቲ ቋንቋ ስለ ትረዳዳእ ምናልባት ስራሕ መዓልታዊ ናይ ጉልበት ድዩ ናይ ዝኾነ ይኹን ስራሕ ክትረክብ እውን ኣይጽግመካን እዩ ማለት እዩ። ስለዚ እቲ ኣብ ዳባት ዘሎ ተመሳሳሊ ቋንቋ ስለ ዘየለ ኣብቲ ከባቢ እውን ውሑስ ዝኾነ ፕሮቴክሽን ወይ ናይ ጸታ ውሑስ ዝኾነ ስለ ዘይተረኽበ ብዙሕ ሽግራት ኣጋጢምዎም ደገና ናብ ትግራይ ተመሊሶም ማለት እዩ። ስለዚ እቲ ስደተንያ ገሊኡ ኣብ ቤተ ክርስቲያን ተጸጊዑ እናለመነ ዝሓድር ኣሎ ገሊአን ደቂ ኣንስትዮኻ ዝገብረ ምስ ጨነቐን ከዓ ምስ ነፍሳ ዝሓድረ ኣሎ ማለት እዚ ንሪኦ ከለና ኣዝዩ ዘሕዝን እዩ ግን ከ ሓደ ሰብ ንኸይመውት እንታይ እሞ ክገብር ንኸይመውት ብዙሕ እዩ ዝፅዕር ነታ ዘላ ትንፋሱ ንኸዕንግል ማለት እዩ ስለዚ ንሕና እቶም ኣብ ደገ ዘለኹም እሕዋትና ንዚ ኣብዚ ዘሎ ፀገም ክትፈትሑልና ብውልቂ ተደረና ብውልቂ ተወዲቦም ብማሕበር ስራሕ ክኸፍት ድዮም ናብ ማሕበረሰብ ዓለም እውን ጠሪዕኹም ውሑስ ዝኾነ ካምፕ ክኽፈተልና ምክንያቱ ኣብ ካምፕ እንከለና እዚ ወሪድናዮ ዘለና ጸገማት ኣይነበረናን ማለት ብመጠኑ ጸገማት እኳ ነይርና እኳ እንተኾይኑ ግን ምዕንገለ ኣይሰኣናን ማለት እዩ ዩንሳር ይሕግዘነ ነይሩ ኣረ ውሕስነት ይህብ ነይሩ እቲ ናይ ደገ ዕድላት እውን ዋላ ብዙሕ ገልጠምጠም እኳ የጋጥም እኳ እንተነበረ ብመጠኑ ደሓን ነይሩ እዩ ሕጂ ግን ኣብ ምንታይ ወዲቕና ኣለና ኣብ ዝኸድካ ኬድካ ካብ ኣዲስ ኣበባ ጀሚርካ ክሳብ እዛ ኣብዚኣ ዘለናዮ ኣዝዩ ኣብ ዝኸፈ ኩነታት ወዲቕና ማለት እዩ። ስለዚ መዓልታዊ ንሕና ከም ኣርሲሲ ከም ኣመራርሓ ንቲ ህዝቢ በብዘሎ ከባቢ ንኸዶ እንከለና ብጣዕሚ ኢኻ ትሓዝን ንኸይምለስ ስለዚ እናተመልሰ ኣብ መንገዲ ጸገማት ዘጋጥሞ እውን ኣዲኡ ትቑጽሮ ስለዚ እቶ ኣብ ደገ ዘለኹም ኣሕዋትና ብዙሕ ሽግር ብባሕሪ ብሳህራ እቲ ንዑ ህይወት ሓሊፍኩም ኣብ ጽቡቕ ዝበጻሕኹም ብኣምላኽ ንቲ ኣብዚ ዘሎ እውን እቲ እስኹም ዘሕለፍኩሞ ሂወት የሕልፍ ስለ ዘሎ ንኽትሕግዙና ንመምህር ጸጋይ ብጣዕሚ ኢና ክነመስግኖ ንፈቱ ምኽንያቱ እስከ ዞም እሕዋተይ ክርእዮም ኣለኒ ኢሉ ምስ ኣሕዋትና ተዘራሪቡ ኣብኡ ብምብጻሕ ኣዝዩ ዘምስገን እዩ ሕጂ እውን እቲ ዘሕልፈልክም ዘሎ መልእኽቲ ካባና ወሲዱ ከም ዘሎ ብኣካል ምሳና ተራኺቡ ከም ዘሎ ቀጻሊ እውን ክሕግዘና እና ጽቡቅ ዝኾነ መንፈስ ስለ ዘለዎ እዩ እዝጋብሄር ኣምላኽ እውን ንሓደ ንዝወደቀ ምኽንያቱ እዝጋብሄር ኣምላኽ ዕዮ ሂብና ኣብዚ መሬት ንጽጉማት ክንሕግዝ ንሕሙማት ክንበጽሕ ንእሱራት ክንበጽሕ ኢሉ እዚ ሓደ ካብቲ ጽቡቕ ነገር ናይ ሰናይ እግዚኣብሄር እዩ ማለት እዩ ስለዚ ኣብዚ ዕዮ እዚ ክንነብር ኣለና ኣነሲ ከምቲ ክምለሰና ከምቲ እግዚኣብሄር ኣምላኽ ጎይታና መድሓኒና የሱስ ክርስቶስ ክምለሰክም እየ ግን ከኣሲ እቲ ኣነ ዝገደፍኩኹም ትነብርዎ ዘለኹም ይብል ኣብ ወንጌል ማቴ እና ዮሐንስ ዓሰርተ ኣርባዕተ ምዕራፍ ንብ ከለናሲ ኣብቲ እሱ ዝገደፈና ኣለና ዶ ኣብ ምንታይ ገዲፍና ዕዮ ገዛ ሂብና እዩ ከይዱ ንዝጠመዩ ዓንጊልኩም ዶ ንዝሓመሙ በፂሕኹም ዶ ንዘተኣሰሩ በፂሕኹም ዶ ዝብል ማለት እዩ ስለዚ ኩሉ በብ ዝኣምኖ በቲ ዘሎ እምነቱ ብኡ እዩ ተቐሚጥሉ ዘሎ እቲ ምድሓን ናይ እግዚኣብሄር እሞ ኩላትኩም ንዚ ኣብዚ ዘሎ ሰብ ኣብ ምውዳቕ ክተድሕኑና ንላቦ ማለት እዩ ሓደራኹም ምኽንያት እዚ መልኣኽቲ እዚሲ ናይ ዝጠመዩ ናይ ዝወደቑ እዩ ናብ ዝኾነ እንታ ሽሙ ዘብለ ነገር ኣይኮነን ሓደ ኣብታ ማእኸል ፀገም ኮይኑ ኣነ ተፀጊመ እየ እሞ ርደኒ ሓወይ ይብለካ እንከሎ ንዑ ትረድእ እንከለኻ ዓስብኻ ካብ እግዚኣብሔር እዩ ስለዚ ረኻቢ እዩ ዝረኽቦ እዚ ዝገብር ከኣ እቲ እዝጋብሄር ዝበሎ ጽድቂ እዩ ዝፍጽም ዘሎ ማለት እዩ ስለዚ እቶም ዝሃብኩምና እዝጋብሄር ኣምላኽ ብዕጽፊ ገይሩ ኣብቲ ላዕለዋይ ኣብቲ ሰማያዊ ስፍራ ይሃብኩም ኣብ መሬት ከኣ ሕማቕ ኣይትርከቡ እናለማዕኹም ንበሩ ንዓና ኸኣ ኣብዚ ጸገም እዚ ወዲቕና ምህላውና ካብዚ ዘለናዮ ኣይሆብ እዝጋብሄር ብጽቡቅ ከውጻና ኣብ ጽቡቅ ክንተሓጓጎስ ኣብዚ ከባብነ ዘሎ እቲ ህዝቢ ውን ካብዚ ወዲቅዎ ዘለ ህዝቢ ትግራይ ወጺኡ ኣብ ጽቡቁ ክንርኤ ኣብ ጽቡቅና ክርእ ዝምነ ሰብ ንጽቡቁ እናተመነና ብሓቂ ብሓቂ ንርእዮ እንከለና ንሕነሰ ሓደ ሰብሲ ኣብ ዝተጸገመሉ ግደ ውን እንታይ እዩ ዝደሊ ሰብ እዩ ዝደሊ ማለት እዩ ስለዚ ኣብዚ ምስ መጻእና እቲ ጸገም እኳ እንተለወ ሕማቅ ኣይገጠመናን ንምንታይ ሕማቅ ዘይገጠመ ካማካ ብኣርኣያ ስላሴ ዝተፈጠረ ካማካ ናትካ ቋንቋ ዝዛረብ ስለ ዝረከብና እዩ እምበር እቲ ኣብ ዳባት ዘሎስ ረኣይዎ ሕጂ እቲ ባላንስ ክንርእዮ ኣለና ኣብ ዳባት እንታይ የጋጥም ኣሎ ኣብዚ ከ እንታይ ኣሎ ኣብዚ እቲ ህዝቢ ንባዕሉ ኣብ ጽሜት ስለ ዝወደቀ እየ በቲ ኩናት ስለ ዝተሃሰየ ንዓነ ምንም ክገብረና ኣይክእል ንባዕሉ ኣብ ቴንዳ እዩ ዘእቱ ዘሎ ማለት እዩ እቲ ጸገም ማዕረ እኳ እንተኾነ ግን ንሕና እቲ ዘለና ሽግር ግን እቲ ዩንስኣር እንብሎ ኩሉ ኣራ ተላዒሉ ስለ ዘሎ ኣብ ከምዚ ጸገም ንዘ ስለዚ እዚኣሲ መን ይገብሮ እቲ እዝጋብሄር ዝሀቦ እቲ እዝጋብሄር ዝዓደሎ እቲ እዝጋብሄር ንዚ ሰናይ ተግባር እዚ ፈጽም ዝበሎ እዩ ዝህብ ካብታ ዘላቶ እዮ እምበር ረኺቡ ኣይኮነን እቲ ዝሕግዝ ግን ከኣ ከምቲ ዓንተወይ ዝበልኩኸ እዝጋብሄርሲ ኣብ ሰናይ ነገር ትዋፈር እንከለኻ ንሱ ዝገብረልካ ሰናይ ስለ ዘሎ እዩ። ንሓደ ጽጉም ተልዕል ከለኻ ንዓኻ ከኣ ብዝበለጠ ስለ ዘልዕለካ እዩ። ስለዚ ኩልኻትክም ኣብ ደገ ዘለኹም ኣብ ውሽጥን ወጻኢን ካባና እትሕሹ እሕዋትና ሃይማኖት ከይፈለኽም ዓሌት ከይፈለኽም ብዘርእነት ብዝኾነ ከይረኣኹም ኣብታ እዝጋብሄር ዝገደፈናን ዝሓደገናን ዝበለና

ብዘለናዮ ወፊርናስ ክንጠፍእ ኢና ኢለ ኣይሓስብን ኣነ ናብ ዓድና ናብ መረበትና ናብታ ዘዕበየትና መረባ እቲ ይኹን ይኹን ተይረኣናዮ ንመውትን መቸም ተስፋ ይገብር ንፈጣሪ መቸም እታ ዝተወለድኩላ ገዛይስ ክሪኣ እየ ዝናፍቕና ክትርእይዋ ከዓ ይውቅዕኹም ፈጣሪ እዚኣ ዝደላ ኣነ ምክንያቱ ምናልባት እቲ ህፃን ኣብ ዘሎ እቲ ናይ ሕዚ ወለዶ ካሊእ ኣማራጭ ክደሊ ናብ ካሊእ ስደት ክጓዓዝ ይኸውን ወለደይ ግን ታዛዕቤትኩም መረባኹም ክትርእዩ ከዓ ይምነየልኩም እዚኣ እየ ዝምነ ኣነ ምክንያቱ በብዘለናዮ ክንጠፍእ ኣይደልን ፈጣሪ ግን ዘዕበየትኒ መረባይ ተመሊሰ ክጎውንያ እታ ዝምነያ ዓደይውን ክሪኣ ሰብ ንሰብ ኩሉ ተሓዋዊሱ ክርኢ ናይ ኩሉ ፍቓድ ይኹን ግዜ ይውስኖ ግዜ ከዓ ይገብሮ ሕዚ ግዜ ገይርልና ኣሎ ፅባሕ እንታይ ከም ዝፈጥረልና ስለ ዘይንፈልጥ ተስፋና ንሱ እዩ እሞ ሰናይ ግዜ ምፀልና ወለደይ እግዚኣብሔር ያበለይ